ዮሴፍ ብሓቅነቱ ምንም ብዘይበደሎ ማእሰርቲ ዝወረደ ኣብ ማእሰርቲ ክንደይ መከራ ዝተቐበለስ ብትዕግስቱ ዮሴፍ ወፂኡስ ኣላይ ስድራ ዘይኮነስ ኣላይ እስራኤል እስራኤል ካብ ሽግር ካብ መከታ ክሕልፍ ንዝሸጥዎን ንሕማቕ ንዝገበርዎን ኣሕዋቱ ኣብ ሕማቕ ሰዓት ኣብታ ጸገም እዋን ኣብታ ጽንክርቲ እዋን መድሓኒት ዝኾነ የሲፍ ካበይ ተረኺቡ ተልና ትዕግስቲ ብርግጽ ክመጽእ እሞ ተዓገሶ ንዕኡ ዝተነገረ ቃል እዩ ኮዚ ንእምባቆም ትማሊ ንዕኡ እዩ ኖሚ ንዓይ ንዓኻትኩም እዩ እምባቆም ንምንታይ እዩ እግዚኣብሄር ዝመልሲ ይህብዎ እምባቆም ዝብል መጀመርያ ካብ ሽሙ ክንወስዶ ከለና እምባ ይቁም ንብዓት ደው ይበል እዩ እቲ ናይቲ ሽም ትርጉም ንብዓት ደው ይበል ምክንያቱ ንምንታይ ከምኡ ተባሂሉ ተይልኩምኒ ብዘይ ዕረፍቲ ዝበክ ዝነበረ ሰብ እዩ ንብዓቱ ዘይቋርፅ ዝነበረ ሰብ እዩ እንታይ እዩ ኮይኑ እምባቆም ንብዓቱ ደው ዘይበለ? እንታይ እዩ ኮይኑ ንብዓት እምባቆም ምቁራፅ ስኢኑስ በቃ ንብዓትካ ደው ይበል ዝተብሃለ በቃ እቲ ግዜ እዩ ዮብክዮ ነይሩ ንእምባቆም እንታይ ዓይነት ግዜ ነይሩ እምባቆም ዝነበሮ ግዜ እተይልና ብዙሕ ክፍኣታት ዝስርሓሉ ግዜ ነይሩ ኣብ እምባቆም ግዜ ሰባት ሓይሎም ስልጣኖም ተጠቒሞም ድኻ ይብድሉ ፍትሒ የጓድሉ ስለ ዝነበሩ እዚ ክርኢ ከሎ እምባቆም ንካሊእ ኣብዮ ነይሩ ሓቂ እናተሰርሐ ግን እቲ ሓቂ ተቐቢሩ ሓሶት ልዕሊ ሓቂ ነጊሳ እቲ ሓሶት ዝቕበረሉ እቲ ሓቂ ድማ ዝቕበረሉ ኩነታት ሓሶት ከዓኒ ዝፍተወሉ ሰዓት ስለ ዝነበረ ይበክ ነይሩ እምባቆም ኣብ ልዕሊኡ ከዓ እምባቆም ዘብክዮ ዘሎ ከዓ ብእግዚኣብሔር ኣሚኑ እኳ እንተተጓዓዘ ግን ድማ ምላሽ ደንጒዎ ኖሚ ዓመት ዶ ፍታሕ ክረክብ ተበለስ ካልኣይ ዓመት ካልኣይ ዓመት ተለስ ብዙ ኮሙስ ብዙ ዓመታት ተቖፂሮም እዋእ እቲ ድኻ እናተበደለ ፍትሒ እናጎደለ ዘሎስ ኣካይዳስ ነዊሕ ዓመታት ተቖፂሩ ይብሎ ነዊሕ ግዜ ኸይዱ ስለዚ እምባቆም እናበኸየ የሸግሮ ነይሩ ንእግዚኣብሄር ብጣዕሚ የሸግሮ ነይሩ ወ እግዚኣብሄር ይብሎ ነይሩ እምባቆም ብተደጋጋሚ ክሳብ መዓስ ኢኻ ንስኻ ንዓይ ዘይትሰምዓኒ ዋ ስለ ግፍዒ ናባኻ ይእው ኣለኹ ኣነ ስለ ፍትሒ ናባኻ ይዛረበ ኣለኹ ኣነ ምላሽ ኣይትበንን ዲኻ? የለኻን ዲኻ ንስኻ? እናበለ መጎት ሒዙ እምባቆም ምስ እግዚኣብሔር ይማጎት ነይሩ። የለኻን ዲኻ? ስለምንታይ እባ ንስኻ እንድሕር ብሓቂ ኣለኻ ኾንካ እግዚኣብሔር ከምዚ ዓይነት ፍርዲ ክጎድል ከሎ ድኻ ክብደል ከሎ ርኢኻ ከም ዘይረኣኻ ስለምንታይ ሱቕ ትብል ኣለኻ? ንብዓቱ እናፍሰሰ እናበኸየ እምባቆም ብዙሕ ግዜ ምስ እግዚኣብሄር ሞጎት ሒዙ ነይሩ እዩ ዝብሎ ይማጎት ነይሩ በቃ ድዩ እሱዩ ፍርድኻ በቃ ድዩ ምላሽ ኣይትህብ እንዲኻ እቲ ሓጢኣተኛስ በቃ ነቲ ጻድቕ ከቢብዎ ክነብር ከምኡ ድዩ ናትካ ፍርዲ ናይ እምባቆም መጎት እዚ እዩ ነይሩ ምስ እግዚኣብሔር በቃ ድዩ ሓያል ምዃንካ ይፈልጥ ምስ ሓይልኻ በቃ ድኹም ኮንካ ኣዒንትኻ ኩሉ ዓለም ከም ዝርኣ ይፈልጥ ግን ከምዚ ዓይኒ ከም ዘይብልካ በቃ ስቑኢልካ ኣእዛንካ ናይ ኩሉ ዓለም ከም ዝሰምዕ ይፈልጥ ግን ኣእዛንካ ብእውነት ንልመናና ጸሚመን በቃ ተጸሚመን ብዚ ብዙሕ እምባቆም ንእግዚኣብሔር የሸግር ነይሩ ብጣዕሚ ማለት እዩ በዚ ሰዓት እታ ምላሽ ተዋሃበቶ እንታይ ኢልዎ እግዚኣብሔር እግዚኣብሄር ኢልዎ ብመልእኽቱ ገይሩ ብመልእኽተኛታቱ ገይሩ እንታይ ኢልዎ እግዚኣብሄር ዋላ እኳ እንተደንጎየ ብርግፀኝነት ግን ክመፅእ እሞ ተዓከሱ ዋላ እኳ እንተደንጎየ ኢልዎ ዋላ እኳ እንተደንጎየ ብርግፀኝነት ግን ኢልዎ ክመፅእ እሞ ተዓገሶ በቃ ተዓገሶ ኢልዎ እዚ ንዓይን ንዓኻትኩምን ንመላእ ዓለም ዝተዘረበን ዝተነገረን ዓብይ ቃል እዩ መስትውዓል እንተሊና ልቢ እንተሊና ንብዙሕ ግዜ ጸሎት ጸሊና ምላሽ ዘይረኸብናሎም ሕቶታት ንብዙሕ ግዜ ናብ ኣምላኽ የእዊና ነቢዕና በኺና ንብዓትና ፍሲስና ሕቶታትና ዝደንጎዩ ኮይኖም ዝተሰምዑና ሰባት ይኸው ንእምባቆም እግዚኣብሔር ወላ እኳ እንተደንጎየ ብርግፀኝነት ግን ክመፅእ እሞ ተዓገሶ ብርግፀኝነት እዩ ዝብል ዘሎ ሚእቲ ፐርሰንት ኣብዚ እዩ ዘሎ ሕጂ እቲ ናይ ትዕግስትና ናተይ እናትኩምን ምስቲ መነባብሮና ናይዞም ቅዱሳን ታሪክ ኣምፂና ንምፆ ንመሃሮ ዘለና ምስ ሂወትና እዩ ክዛመድ ዘሎ ኣብ ሽግርናን ኣብ ግዜ ፀገምናን ኣብቲ ናይ መነባብሮና ሂወት ዘሎ ምላሽ ዝሰኣናሉ ነገር ባዕሉ ኹም ትፈልጡ ስለ ዝበለና ድዩ እግዚኣብሔር ኣይሰምዓኩምን ኢሉ በቃ ኺዱ ባዕልኹም ትፈልጡ ስለ ዝበለና ድዩ ኣይኮነን ፈተናና እዩ በት ፈተናስ ተዓጊስናስ ሓሊፍና ዶ ወዲቕና ግን ኣብኡ ይደሊ እዩ ክምእዝነና እግዚኣብሄር ብርግፀኝነት ክመፅ እዩ እሞ ተዓገሶ እግዚኣብሄር ኣይሕሱን እዩ እኮ ኢልዎ በቃ ኣይሕሱን እዩ ክመፅ እዩ ኢልዎ በቃ ክመጽእ እዩ ብርግጸኝነት ክመጽእ እዩ ግን ንስኻ ተዓገሶ እዩ እቲ ናይ በዓል እምባቆም ዘመን ታሪክ ኩሉ ተርእና እግዚኣብሔር ስቁ ኢሉ እኮ ኣይተረፈን ምላሽ ሂቢ እዩ እቲ ዘመን እሲ መጽሓፍ ቅዱስ ኩሉ ተንቢብናዮ ዓበይቲ ምላሻት ሂቢ እዩ ናይ እምባቆም ንብዓት ፈሲሱ ይተረፈን ተኳዒ ይተረፈን ድሕር ግዜ ምላሽ ረኺቡ እዩ ናይ እምባቆም እግዚኣብሔር ከም ቃሉ ተኣማኒ ኣምላኽ እሞ ስለ ቃሉ ከዓ ተኣሚኑ መጺእዎ እዩ ምላሽ ይብሉ እዩ እግዚኣብሔር ስለዚ ኣብዚ ንሕና ንመሃር ዘለና እቲ ናይ ትዕግስቲ ነገራት ንሕድሕድና እውን ንዓይን ንዓኻትኩምን መፈተሽናን መመዘኒናን ስለ ዝኾነ ክንደየናት ኢና ትዕግስቲ ዘለና ወላ ዓመታት ይብዛሕ ወላ ዓመታት ይንዋሕ ንሓደ ዝመጸና መከራ ምዕጋስ ትርፉን ውጽኢቱን በረከት ዶ ኣይኮነን? ክሳራ ኣለዎ ድዩ ተኢልና የብሉ የብሉ። እቶም ዝሓለፉ ቅዱሳን ኩሎም ብመከራ ሰንሰን ኢሎም ንዓመታት ዘይግብኦም ስለ ዝግብኦም ግን ኣይኮነን ነይሩ። ከም በዓል ኣቦና ዮሴፍ ወልደ ያዕቆብ እዚ ኩሉ መከራ ኣብ ስደት ዓዲ ኣብ ግብፂ ምስ ሓቅነቶም ምስ ትኽክል ነገር ኣካይድኦም እዚ ኩሉ መከራ ክቕበሉ ከለዉ ይግብኦምን ወይ ድማ ናታቶም በደል ጌጋ ስለ ዝነበረ ኣይኮነን ነዊሕ ዓመት ኮይና ዮሴፍ ግን ድማ ብትዕግስቲ እንተጸኒሕካ እቲ ናይ ድሓር ዘሎ ድሕሪ ትዕግስቲ ዝርከብ ናይ እግዚኣብሔር ዋጋ ግን መቐረቱ ድዩ ጣዕሙ ድዩ ብጣዕሚ ዝገርም እዩ ዮሴፍ ባርያ ኮይኑ ብሳናቲም ዝተሸጠ ዮሴፍ ብትዕግስቲ ድሕሪ ነዊሕ ዓመታት መሪር ትዕግስቲ ካብ ባርያ ወጺኡስ ኣመሓዳሪ ዝኾነ ክንብል ከለና ኣብኡ ዘሎ እዩ እቲ ናይ ትዕግስቲ ዋጋ ክንሪኦ ዝግባኣና ዮሴፍ ብሓቅነቱ ምንም ብዘይበደሎ ማእሰርቲ ዝወረደ ኣብ ማእሰርቲ ክንደይ መከራ ዝተቐበለስ ብትዕግስቱ ዮሴፍ ወፂኡስ ኣላይ ስድራ ዘይኮነስ ኣላይ እስራኤል እስራኤል ካብ ሽግር ካብ መከታ ክሕልፍ ንዝሸጥዎን ንሕማቕ ንዝገበርዎን ኣሕዋቱ ኣብ ሕማቕ ሰዓት ኣብታ ጸገም እዋን ኣብታ ጽንክርቲ እዋን መድሓኒት ዝኾነ የሲፍ ካበይ ተረኺቡ ተልና ትዕግስቲ